ሕልሚ ክጭብጡ ሓንእት ምስ በሃልቲ ስዕረት ዘይምኖም ሚብላሽ ፈተንቲ ሳንቲም ኣይረኸቡን እንትርፎ መግረፍቲ ሰላም ኩቡራትን ኩቡራንን ተኸታተልቲ ቻነልና ከመይ ቀኒኹም ንሎሚ መርዛማት ኣትማን ቤተ መንግስቲ ኣዲስ ኣበባ ብዝብል ኣብ ፖለቲካ ዘተኮረ ሓደ ጽሑፍ ኣዳሊናልኩም ኣለና እዚ ኣብ ተኸታተልቲ ስርዓታት ኢትዮጵያን ህርፋኖም ንሙጉባጥ ባሕሪ ኤርትራን መሬታን ዘተኩር ኮይኑ ካብ ግዜ ሃይለስላሴ ክሳብ ሕጂ ብተኸታታሊ ዝተራእዩ ሓሙሽተ ስርዓታት ኢትዮጵያ፣ ንባሕሪ ኤርትራ ኣብ ክንዲ ብሰላምን ብኣህጉራዊ ሕግን፣ ብሓይልን ብጎበጣን ክውንንዎ ብዛዕባ ዝገብርዎን ዝገብርዎ ዘለዉ ተንኮላትን ሸርሕታትን ዘንጸባርቕ እዩ። እዚ ኣገዳሲ ትሕዝቶ'ዚ ናብ ኩሉ ኤርትራዊ ምእንቲ ክባጻሕ፣ ብወገንኩም ሸርን ላይክን ክትገብርዎ ነዛ ሃገራዊትን ካብ ኣስመራን እንፍንዋ ቻነልና ድማ ሳብስክራይብ ክትገብርዋ ንላበወኩም። ኤፍረም ግዴ ሰናይ ምክትታል።
ሕልሚ ክጭብጡ ሓልፍ ምስ በሃልቲ ስዕረት ዘይምኖም ንብላሽ ፈተንቲ ሳንቲም ኣይረኸቡን እንትርፎ መግረፍቲ። ኩላትና ኤርትራውያን ብታሪኽን ብግብርን ከም እንፈልጦ፣ ኤርትራ ሃገርና፣ ድሕሪ ካልኣይ ውግእ ዓለም ብፍላይ ቀሲና ኣይትፈልጥን'ያ። ቅድሚኡ'ውን እንተኾነ ብመግዛእቲ ናይ ጣልያን ከም ሕሱም ህዝቢ ኤርትራ ተዳሂኹ'ዩ። ጣልያን ተሳዒሩ ምስ ወጸ ግን ኤርትራ ትብጸሓኒ'ያ፣ ናተይ'ያ ኣይበለን። ስዕረቱ ተጎልቢቡ ንኤርትራ ከም ዝጎበዘ ህጻን ከም ጡብ ኣዲኡ ቀቢጽዋ እዩ። ብድሕርዚ ግን ህዝቢ ኤርትራ ብዝገደደ ኣገባብ እዩ ክሳቐ ጀሚሩ። ብሰንኪ ዋሕዱ ካብ ጎረቤትና ዝኾኑ ደቡባውያን ጸላእትና ዕረፍቲ ኣይረኸበን። መሬቱ ኣውራ ድማ ባሕሩ፣ ባሕሪ ኤርትራ፣ ንምግባት፣ ሓንሳብ ብስም ሃይማኖት፣ ሓንሳብ ብስም ኣሕዋት፣ ሓንሳብ ብስም ፈደሬሽን፣ ዝበዝሕ ግዜ ድማ ብሓይልን ብብዝሕን፣ ንህዝብና ብምውራር ባሕርናን መሬትናን ጎቢጦሙና እዮም። ተኸታተልቲ ስርዓታት ኢትዮጵያ ብሓገዝ ሓያላን ሃገራት ኣሜሪካን ኢንግሊዝን ተደጊፎም ኣብ ኤርትራ እግሮም ካብ ዘንቦሩላ ፈለማ ሓምሳታት ጀሚሩ ህዝብና ቅሳነት ረኺቡ ኣይፈልጥን እዩ። ኣብ ርእሲቲ ዘለዉ ዋሕዲ ንምጽናቱ እንታይ ዘይገበሩ? ኣብ ኣዲስ ኣበባ ዝመደበሮም መርዛማት ኣትማን ስርዓታት ኢትዮጵያ ባሕሪ ኤርትራ ንምግባት ኣብ ልዕሊ ህዝቢ ኤርትራ መዳርግቲ ዘይርከቦ ግፍዕታት እዮም ፈጺሞም። ካብ ሃይለስላሴ ክሳብ ሕጂ ብሕማም ባሕሪ ተለኺፎም ዘይባሕሮምን ዘይመሬቶምን ክውንኑ እንታይ ዓይነታት ግፍዕን ጭካነን ኣብ ልዕሊ ህዝቢ ኤርትራ ዘይፈጸሙ። እዚ ጭካኔኦምን ግፍዕታቶምን ኣብ መወዳእታስ ብኣማኢት ተራቢሑ'ዩ ኣብ ልዕሊ'ቲ ጨካን ወራር ሰራዊቶም ብኤርትራዊ ተጋዳላይ ከም ሕሱም ተዓጺዶም። ስርዓታት ኢትዮጵያ መሬትን ባሕርን ኤርትራ ንምውራርን ንምግባትን ክብሉ ንህዝብና እንተጨፍጨፉን ንቁጠባ ሃገርና ንድሕሪት ንህዝብና ከኣ ናብ ድኽነት'ኳ እንተሸመምዎ ኣብ ናይ ሰለስቲኡ ስርዓታት ዝተኻየደ ኹናት ብድምር ልዕሊ ሓደ ሚልዮን ሰራዊት እዮም እህሊቖም። ብጠቕላላ ከኣ ኣማኢት ቢልዮናት ዶላር ንውግእ ኣጥፊኦም። ካብዚ እቲ ዝበዝሕ ወተሃደራዊ ብረት፣ ክሳብ ሚእትን ሰላሳን ሚሊሜተር መዳፍዕን ቢኤም ወንጨፍቲ ሮኬታትን እንተላይ ሚሳይል ናብ ኢድ ህዝባዊ ግንባር ሓርነት ኤርትራ እዩ ኣትዩ። ኣብ ዓለም ተራእዩ ዘይፈልጥ ታሪኽ እውን ብዋርሳይን ይከኣሎን ኣብ ውግእ ናይዞም ወረርቲ ስርዓታት ኢትዮጵያ ተመዝጊቡ እዩ። ሄሊኮፕተር ምናልባት ንመጀመርያ ግዜ ኣብ ታሪኽ ናይ ኣፍሪቃ እውን ክኸውን ይኽእል ብምዑታት ሓይልታት ምክልኻል ኤርትራ ተማሪኻ። ትምክሕቲ ደኣ ከይመስል እምበር ኤርትራ ብኢትዮጵያ ተሳዒራ ፍጹም ኣይትፈልጥን። ኣብቲ ናይ ሰላሳ ዓመታት ውግኣት ንናጽነት ኤርትራ ተጋድሎ ሓርነት ኤርትራ ኣውራ ድማ ህዝባዊ ግንባር ሓርነት ኤርትራ ኣብ ልዕሊ ወረርቲ ሰራዊት ናይ ስርዓታት ሃይለስላሴን ደርግን ዓወት ብዓወት እየን ዝጎናጸፋ ዝነበራ። ኣብ ዝተፈነወልና መጠነ ሰፊሕ ወራራት ኤርትራ ኣብ ውግእ ይኹን ኣብ ቤት ፍርዲ ምሉእ ብምሉእ ስዒራቶ እያ። ኢትዮጵያ ኣብቲ ካብ ሽሕን ትሽዓተ ሚእትን ተስዓን ሸሞንተን ክሳብ ክልተ ሽሕ ዓመተ ምህረት ኣብ ልዕሊ ኤርትራ ዝፈነወቶ ሰለስተ መጠነ ሰፊሕ ወራራት፣ ሰራዊት ኢትዮጵያ ልዕሊ ሚእትን ዕስራን ሽሕ ካብ ዓሳክሩ ኣብ ፈቖዶ ምስ ሓይልታት ምክልኻል ኤርትራ ኣብ ዝገጠምዎ ውግኣት ክሞትዎ እንከለዉ፣ ኣስታት ሚእቲ ሽሕ ድማ ከምዝቖሰሉዎ'ዩ ውሽጣዊ ሰነዳት ሰራዊት ኢትዮጵያ ዘነጽር። ኤርትራ ትሕቲ ዕስራ ሽሕ ካብ ሰራዊታ ክስውእዋ እንከለዉ ኣብቲ እዋን እቲ እዞም ናትና ግን ብመንጽር ናይቶም ጡምዙሓት ሚእትን ዕስራን ሽሕ ዝተረፍረፉ ሰራዊት ኢትዮጵያ ክረኣ እንከሎ ንዓና ብዙሕ እዩ ምኽንያቱ ናትና ሓደ ስውእ ልዕሊ ዕስራን ልዕሊኡን ቁጽሪ ምዉታት ሰራዊት ናይ ኢትዮጵያ ስለ እንርእዮም። ከመይሲ ናትና ስዉእ ወይ ስውእቲ መሬቱን ባሕሩን ንምሕላው እምበር መሬት እናማቱ ክወርር ስለ ዘይስዋእ። ናይ ስርዓታት ኢትዮጵያ ሞት ወተሃደራት ግን ንዘይ ባሕርኻን መሬትካን ንምግባትን ብዘይ መሬትካን ባሕርኻን ሸነን ንምባል ዝካየድ ብምዃኑ ቅንጣብ ዋጋ ዝወሃቦ'ውን ኣይኮነን። ኤርትራ ሰለስተ ናይ መሬት ጎረባብቲ እዮም ዘለውዋ፣ ሱዳን፣ ጅቡትን ኢትዮጵያን። ብማዕዶ ድማ ምስ ማእከላይ ምብራቕ፣ ብባሕሪ ምስ የመንን ስዑዲ ዓረብን ትዳወብ እያ። ምስ ሱዳንን ጅቡትን እውን ብዘይካቲ ብመሬት፣ ብባሕሪ እውን ኤርትራ ሃገርና ትራኸበን እያ። ካብዞም ኩላቶም ጎረባብትና ግን ወትሩ ኣብ ተፈጥራዊ ጸጋ ባሕርናን መሬትናን ዝሕሱዱናን ዓይኖም ዘውድቁልናን እዞም ናይ ደቡብ ቆምቲ ፀላእትና እዮም ብዘይ ናቶም ሕማም ባሕሪ ስለ ዝተለኽፉ።
ሕልሚ ክጭብጡ ሓንፍ ንፍ በሃልቲ ስዕረት ዘይምኖም ንብላሽ ፈተንቲ ሳንቲም ኣይረኸቡን እንትርፎ መግረፍቲ።
ኤርትራ ፈለማ ብመሪሕነት ተጋድሎ ሓርነት ኤርትራ ኣብ ዝቐጸለ ዝበዝሐ ዕድመ ናይ ቃልሲ ከኣ ብመሪሕነት ህዝባዊ ግንባር ሓርነት ኤርትራ ንኢትዮጵያ ብተደጋጋሚ ኣብ ዓውደ ውግእ ክሳብ ዝኣኽላ ኣንፈፉ ኣቢላታ'ያ። ሓንሳብ ዘይኮነስ ብተደጋጋሚ። እሞ ድማ ኤርትራ ብረትን ተተኳስን ካብ ኢትዮጵያ እናመንጠለት'ያ ንወረርቲ ሰራዊት ኢትዮጵያ ሓመድ ተስሕኖም ዝነበረት። እዚ ተርእዮ ኤርትራዊ ጅግንነት ብተደጋጋሚ ዝተራእየን ዘይቅየርን ልሙድ ዝኾነ ተርእዮ እዩ። ፈለማ ይከኣሎ ደሓር ዋርሳይ ሕጂ ድማ መንደላይ ንደቡባውያን ወረርቲ ኣብ ዓውደ ውግእ ሕኛ እዮም ዘምስልዎምን ዘምስልዎም ዝነበሩን። እዚ ዕጫ ናይ ዓወት ብፍጥረትና ኤርትራውያን ኣዚና ፍሉያት ሰባት ስለዝኾንና ኣይኮነን እንዓትሮ። እንታይ ደኣ ንመሬትናን ባሕርናን ኣብ ርትዕን ሓቅን ተሞርኲስና ስለ እንቃለስ ዝነበርናን ስለ ዘለናን እዩ። ካልእ ሚስጢር የብሉን። ምኽንያቱ እግዝኣብሄር ነቲ በዓል ሓቂ እዩ ዝሕግዝ። ከምቲ ዳዊትን ጎልያድን ዘይመጣጸኑ ግን ከኣ ዳዊት ኣብ ልዕሊ ጎልያድ ዝተዓወተ ከምኡ ማለት እዩ። ኣብ ዓውደ ውግእ ቅልጽምካ ስለ ዘሕበጥካ፣ ስለ ዝጨደርካን ስለ ዝፈከርካን፣ ምርኢታት መሳርሒ ውግእ ስለ ዘርኣኻን፣ ብዓቢኡ ኸኣ ብረትን ዘመናዊ ኣጽዋርን ስለ ዘብዛሕካን ኣይኮነን። ውግእ ኣብ መወዳእትኡ በዓል ሓቂ'ዩ ዝዕወተሉ። ሎሚ ግዳ፣ ኤርትራን ኢትዮጵያን ከም ሃገራት መጠን፣ ክልቲኣተን ካብ ዕዳጋ ብማዕረ ክዕድጋ ዝኽእላሉ እዋን'ዩ። እቲ ቀደሙ እኳ ተጋዳላይ ነዛ ነጸልኡ ጥራሕ ሒዙ ንገድሊ ምስ ወፈረ፣ ድሕሪ ሰላሳ ዓመታት ነቲ ብረታት ጸላኢ መንጢሉ ብኣማኢት ታንክታት፣ ኣማኢት መዳፍዓትን ብኤም ወንጨፍቲ ሮኬታትን ኣሽሓት ሞርታራትን ጠበናጁን ተሓንጊጡዶ ከይኮነ ንህዝቡ ዝተመልሶ? ስለዚ ካብ ቀደም ኣብ ምክልኻል ይኹን ምጥቃዕ ንኤርትራ ሕጂ ይሕሻ ዋላኳ ጥይት ከይተተኮሰና ዘይንትኩስ እንተኾንናን ንውግእ ዘህንድድ እንተዘይብልናን። ቅሶኑ ኤርትራውያን ስኽፍ ኣይብለናን እዩ። ብኹሉምሉ ብኽልተ እጋርና ኣደልዲልና ረጊጽና ኢና። ጸላእትና ዘይብሎም ስጡም መሳርዕን ነቕ ዘይብል ሓድነትና ድማ ወትሩ ተቐኒትናዮ ኣለና። እቲ ዘሕዝን ሓሳዳት ቀናኣት ዘይናቶም ዝደልዩ ናይ ደቡብ ጸላእቲ ኣብዛ ጎንና ምህላዎም እዩ። እሱ ጥራሕ ኣይኮነን እዞም ካብ ኣቦታቶም ኣባሓጎታቶም ኣትሒዞም ዘይመሬቶምን ዘይባሕሮምን ንምጉባጥ ብቐጻሊ ዝጋገዩ ጎረባብትና እቲ ዝገደደን ዘሕዝንን ካብ ዝሓለፈ ታሪኾም ተማሂሮም ኣብ ክንድን ልምዓትን ብሰላምን ጉርብትናን ክንባበሩ ዝሓስቡ፣ ናቶም ሰፊሕን ስቡሕን ኣዝዩ ብዙሕ ጸጋታትን ከይረኣዩ፣ ባሕርና ባሕሪ ኤርትራን መሬትናን ምእንቲ ክግብቱ ኣብ ጌግኦም ጥሒሎም ዝነብሩ ምዃኖም'ዩ። እዞም ከምዚ ዓይነታት ስርዓታት

ኣብ ጉዳይ ኣጠቓቕማ ባሕሪ እንተርኢና፣ ኤርትራ ካብ ካልኦት ንላዕሊ ብኣዝዩ ትሑት ስማዊ ክፍሊትን እያ ንወደባት ዓሰብን ምጽዋዕን ክፉት ገይራቶ ነይራ ኣብ ሽሕን ትሽዓተ ሚእትን ተስዓን ሓደን። እዚ ከኣ ንኢትዮጵያ ነበረ። ታሪኽ ኣገልግሎት ወደባት ኤርትራ ኣብ ፈለማ ናጽነት እንተፈቲሽናዮ፣ ብፍላይ ድሕሪ ረፈረንደምን ወግዓውን ሕጋውን ምእዋጅ ሃገረ ኤርትራን፣ ምንብልባል ሰንደቕ ዕላማ ኤርትራ ኣብ ውድብ ሕቡራት ሃገራትን ውድብ ሓድነት ኣፍሪቃን፣ ኤርትራ ንኢትዮጵያዊት መኪና ወይ ኢትዮጵያዊ ነጋዳይ ንሓንቲ መኪና ናይ ጽዕነት ዓሰርተ ብር ጥራሕ'ያ ናይ መርገጺ መሬት ወይ በቲ ናቶም ቋንቋ ናይ ርግጫ ተኽፍሎም ዝነበረት። ሓደ ኢትዮጵያዊ ዓሰርተ ብር ክኸፍል እንከሎ፣ ሓደ ኤርትራዊ ነጋዳይ'ውን ብተመሳሳሊ ዓሰርተ ብር እዩ ኣብቲ እዋን ናጽነት ዝኸፍል ዝነበረ። ሎሚ ኢትዮጵያ ኣብ ወደብ ጅቡቲ ናይ መርገጺ እግሪ ወይ ርግጫ ንሓደ ነጋዳይ ወይ መኪና ሚእትን ዕስራን ሓሙሽተን ዶላር ትኸፍል ከምዘላዩ ዝፍለጥ። ባሕርን ወደባትን ኤርትራ ንስሙ'ዩ ናይ ኤርትራ ዝበሃል ነይሩ እምበር፣ ኣገልግሎቱ ብመንጽር ክፍሊት ክረኣ እንከሎ፣ ንኤርትራውያንን ኢትዮጵያውያንን ነጋዶ ብማዕረ'ዩ ዘገልግሎም ነይሩ። ምስጋና ኣድጊ ርግህ እድዩ ዝበሃል? መንግስቲ ኤርትራ ከምዚ ክገብር እንከሎ፣ ናይ ክልቲኣተን ህዝብታት ኣብ ናይ ሰላሳ ዓመታት ውግእ ብቑጠባን ማሕበራዊ ህይወትን ኣዝዮም ስለ ዝተሃስዩ፣ እዞም ክልተ ጎረባብቲ ህዝቢ መነባብሮኦም ምእንቲ ከመሓይሹን ክብልጽጉን ብዓቢኡ ድማ ክልቲኣተን ሃገራት ቁጠባዊ ዕብየተን ብርጉእ መንፈስን ሰናይ ጉርብትናን ምእንቲ ክስጉም ካብ ዝብል ሰናይን ናይ መላእኽቲ ዝመስል ቅዱስ ተግባረን ዝብገስ እዩ ዝነበረ። እዚ ሰናይ ተግባር ናይ ህዝብን መንግስትን ኤርትራ ግን ከም ሰናይን ሓለፋን ኣይተራእየን። እኳ ደኣ ናብ ዕብዳን እዩ ኣምሪሑ። መሬትን ባሕርን ኤርትራ ወኒንካ፣ ነቲ ሓጋዚኦም ህዝብን መንግስትን ኤርትራ ምድምሳስ ዝብል እከይ መንፈስ ኣበጋጊሶም።
ሕልሚ ክጭብጡ ሓለፍለፍ በሃልቲ፣ ስዕረት ዘይምኖም ንብላሽ ፈተንቲ፣ ሳንቲም ኣይረኸቡን እንትርፎ መግረፍቲ። ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝተፈረመ ምሕዝነት ሰላም ኤርትራን ኢትዮጵያን እውን መንግስቲ ኤርትራ ንተግባራትን እከይ ሸርሕታትን ንድሕሪት ግልጽ ከይበለ ናብዚ ሰናይ ድሌት ናይ መንግስቲ ኤርትራን ኣጠቓቕማ ባሕሪ ኤርትራ ንኽልቲኡ ህዝብታት ናብ ምዕባለን ብልጽግናን ዝወስድ ሰፊሕ ልቦና ዝዓብለሎ ምሕደራ ባሕሪ ኤርትራ ዘቕንዐን እዩ ዝነበረ። ጎኒ ጎኑ ከኣ ንሰናይ ድሌት ካብ ኤርትራዊት ወደብ ዓሰብ ክሳብ ዶብ ኢትዮጵያ ማለት ክሳብ ቡሬ ንልዕሊ ሰብዓ ኪሎሜተር መንግስቲ ኤርትራ ጽርግያታቱ ጸጊኑ ኣጎልጉሎት ኤርትራ ንኢትዮጵያ ድሉውዩ ገይሩዎ። እዚ ኣብ እዋኑ ኣብ ማዕከናት ዜና ዝጋዋሕ ዝነበረ ሓቂዩ። ኮይኑ ግን ብናቶም ኣተሓሳስብኦም ዘይከዱ፣ ርእሰ ምትእምማን ዘይብሎም፣ ብሓያላን መንግስታት ሃገራት ምዕራብ ከም ዕንክሊል ዝሽክርከሩ፣ ኣብ መትከሎም ዘይጸንዑ፣ ብዝሒ ህዝቢ ኢትዮጵያ ኣብ ክንዲ ንሰናይ ተግባር ናብ ውግእ ንምጥባሱ ዝህንደዱን፣ ብዝሒ ህዝቦም ዘስክሮም መርዛማት ኣትማን ተኸታተልቲ መራሕቲ ቤተ መንግስቲ ኣዲስ ኣበባ፣ ከምዚ ብዓይንና እንሪኦን በእዛንና እንሰምዖን ዘሎና ኮይኖምና ክንዲ ዘኾለስና ኩሉ ግዜ ኣእዳውና ይነኽሱና። ካልእ እውን ኣሎ።
ሕልሚ ክጭብጡ ሓንፍንፍ በሃልቲ ስዕረት ዘይምኖም ንብላሽ ፈተንቲ ሳንቲም ኣይረኸቡን እንትርፎ መግረፍቲ። ሃገራዊ ባጤራ ኤርትራ፣ ናቕፋ፣ ኣብ ሕዳር ሽሕን ትሽዓተ ሚእትን ተስዓን ሸውዓተን ዓመተ ምህረት ብወግዒ ኣብ ዝተሓትመሉን ኤርትራ ከም ልኡላዊት ሃገር ናታ ባጤራ ኣብ ዝዘርግሓትሉን እዋን ዓይኖም ደም ሰሪቡዎም ነቲ ኣብ ኤርትራ ዝነበረ ዓሰርተታት ቢልዮናት ብር ብናይ ወጻኢ ሸርፊ ንኤርትራ ክህብዋ ሕጋውን ግቡእን ዓለምለኻዊ ሕጊ ዝሕብሮን እኳ እንተኾነ፣ ነቲ ናይ ብር ባጤረኦም ምቕባል ብምእባይ ንእለቱ ካልእ ሓድሽ ባጤራ ሓቲሞም ነቲ ናይ ቀደም ኣይንቕበልን ኣይንልውጥን ኣብ ምባል ሓንጊዶም እዮም። እዚኣቶም ዓለምለኻውን ኣህጉራውን ሕጋጋት እናጠሓሱ እንታይ ዘይገበሩና? ንህዝቦም ኣየቕሰኑ፣ ንጎረባብቶም ኣውራ ድማ ንዓና፣ ቅሳነት፣ ከሊኦሙና። ከምዚ ኢልካ ግን ንኹሉ ግዜ ዝንበር ከም ዘይኮነን ድልዱል ልጓም ከም ዘድልዮምን ባሕሪ ኤርትራ ከም ጡብ ኣዲኦም ክቐብጹዋ ምግባሮምን ግን እዋኑ ዝኣኸለ'ዩ ዝመስል። ብድሕሪ ሕጂ እውን ኣገልግሎት ወደባትን ባሕርን ኤርትራ ብኣህጉራዊ ሕጊ እንተዘይኮይኑ ዳርጋ ብስማዊ ክፍሊት ተጠቐሙ ምባል ናብ ካልእ የምርሖም ስለዘሎ ንመጻኢ ወለዶና እውን ዘቕስኑ ስለዘይኮኑ ሕጋውን ትርንዕ ዝበለን ልጓም የድልዮም ኣሎ በሃላይ እየ ኣነ ብወገነይ። ከምዚ ክጠቓቕሶ ዝጸናሕኩ ተኸታተልቲ ስርዓታት ኢትዮጵያ ነቲ ኣብ መጽሓፍ ቅዱስ ብባሕሪ ኤርትራ ዝጥቀስ ባሕርና ባሕሪ ኤርትራ ንምግባት እንታይ ጽውጽዋይ ዘየስምዑና? እንታይ ዓይነት ተንኮላትን ሸርሕታትን ከ ዘየርኣዩና? ክሳብ ዝደልዎም እንታይ ዓይነት ሽሕጣንን መቀባጠሪ ቃላትን ዘየስምዑናን ዘይወደሱናን? ኮይኑ ግን እቲ ምዝማትን ምግባትን ከም ልምድን ጅግንነትን ዝወስድዎ እዮም ዝመስሉ። ነዚ ንምትግባር ድማ ንምስኪን ህዝቢ ኢትዮጵያ ከም ዕንፀይቲ ናብ ውግእ ይኣጉድዎ። ንቁፅሪ ህዝቢ ኢትዮጵያ ከም መጃሃርን መፈከርን እዮም ዝጥቀምሉ። ንዝኾነ ናይ ምሕደራ ጌግኦም ከኣ ንምስኪን ሓረስታይ ኢትዮጵያዊ ብስም ምውናን ባሕሪ ኤርትራ ብምትላል ድኽመታቶም ክሽፍኑን ናብ ዘይተደልየ ውግእ ክጠብስዎን ብተደጋጋሚ ርኢናዮም ኣለና። ሎሚ ኤርትራ ብሰንኪ ምትእትታው ናይ ሓያላን ሃገራት ተኾሊፉ ዝነበረ ናጽነታ ኣብ ሽሕን ትሽዓተ ሚእትን ተስዓን ሓደን ብቕልጽማ፣ ኣብ ሽሕን ትሽዓተ ሚእትን ተስዓን ሰለስተን ከኣ ብረፈረንደም ብድምጺ ህዝባን መስዋእትነታን ዘረጋገጸቶ ልኡላውነታን ናጽነታን ኣብ ኣህጉራዊ መድረኻትን ውድባትን እቲ ግቡእ ክብራን ቦታኣን ኣጣጢሓ እያ። ከምቲ ኣቦና ወልደኣብ ወልደማርያም ዝበሉዎ ድማ ነዛ ዘውዲ ናይ ኤርትራና ብዝኾነ መገዲ ዝትንክያ

ዝኸበርኩምን ዝኸበርክንን ናይ ሎሚ ትሕዝቶና ኣብዚ ፈጺምናዮ ኣለና። ካልእ ግዜ ድማ ተመሳሳሊ ትሕዝቶ ከነቕርበልኩም ኢና። ሰሰናዩ ንኹላትና ወትሩ ኣብ መትከልና። ዘልኣለማዊ ዝኽሪ ንሰማእታትና